ዓሊ ረድየላሁ ዓንሁ ድማ መሃርዎም ከምኡውን ዓድብዎም ይብል ኣጠበሪኻ ረቢ ይርሓሞ ንደቅናን ኣንስትናን ሃይማኖቶም ክፈልጡ ብናይ ገብሪ ከዘውትሩን ሰብ ጽቡቕ ባህርያት ዝኾኑ ክንምህሮም ኣሎና ነቢ መሓመድ صለ ላሁ ለ ወሰለም ነተን ኣብ ትሕቴና ዝርከባ ኣገልገልቲ ክንምህረን ከይተረፈ ይዝእዝዘና። ነቶም ናጻ ዝኾኑ ደቅናን ኣንስትናን ድማ እንታይ ዘረባ ደሊኹምሉ ይብሉ። ኣልቡኻሪ ረቢ ይርሓሞ። ኣብቲ ሰሒሕ ሓዲሱ ኣብ ትሕቲ ኣስተምህሮ ሰብኣይ ንበዓልቲ ቤቱን ደቂ ኣንስትዮ ኣጎልጉልቱን ዝብል ኣርእስቲ ነዚ ዝስዕብ ሓዲስ ረሱሉ ላሂ ሰለ ላሁ ዓለይሂ ወሰለም ይጠቅስ። ሰለስተ ነገራት ኣሎ ክልተ ሞሳታት ዘለዉ ጓል ኣንስተይቲ ኣገልጋሊት ዘለቶ ሰብኣይ ጽቡቕ ባህሪ ዝምህሮም ክምህር ከሎ ድማ

ሰብኣይ ብስራሕን ካልእ ማሕበራዊ ግዴታታትን ስለ ዝዋጠር ንበዓልቲ ቤቱ ክህባ ዝግብኦ ግዜ ከም ዘሎ ክዝንግዕ ይኽእል እዩ። ነዚ ጸገም እዚ ንምእላይ ሰብኣይ ምስ ስድራ ቤቱን ኣዝማዱን ደቁን ዘሕልፎ ግዜ ክፈሊ ኣለዎ። ኣብዚ ምዱብ ግዜ እዚ ድማ ናይ መጽናዕቲ ዓንኬል ሓለቓ ብምፍጣር ጠቓሚ ነገራት ኣልዒሎም ክዝትዩ ይኽእሉ። ነዛ ሰዓት እዚኣ ኩሉ ኣባል ስድራ ቤት ከም ዝፈልጦ ኣፍልጦ ይገብር እሞ ኣብ ዝጸንዑ ጸኒሖም ኣብ ዘተ ብስሩዕ ተሳትፎ ይኸውን። ኣብ ዝጸንሑ ጸኒሖም ኣብቲ ዘተ ድማ ክሳተፉ ብስሩዕ ይኸውን። ኣዝማድን ዝተፈላለዩ መቕርባትን እውን መጺኦም ክሳተፉ ክነተባብዖም ኣለና። እዚ ድማ ንተወፋይነት ኣሳሪ ኮይኑ ክቕጽል ይኽእል እዩ። ምስዚ ዝመሳሰል ኩነታት ኣብ ግዜ ረሱሉላሂ ሰለላሁ ዓለይሂ ወሰለም ኣጋጢሙ ምንባሩ ድማ ይዝከር። ኣልቡኻሪ ረቢ ይርሓመሉ ደቂ ኣንስትዮ ፍልጠት ዘናድያሉ ፍሉይ መዓልቲ ክግበረለን ይከኣልዶ? ኣብ ትሕቲ ዝብል ኣርእስቲ ዘመሓላለፎ ሓዲስ ኣቡ ሰዒድ ኣልኹድሪ፣ ረዲየላሁ ዓንሁ፣ ከምዚ ይብል፣ ደቂ ኣንስትዮ ናብ ረሱል ሰለላሁ ዓለይሂ ወሰለም ብምኻድ ከምዚ ዝስዕብ በልኦ፣ እቶም ሰብኡት ስለ ዝዓስሉኻ ክንረኽበካ ኣይንኽእልን ዘለና፣ ስለዚ ናባኻ እንመጸሉ ናይ በይንና ሓንቲ መዓልቲ ፍለየልና። ረሱል ሰለላሁ ዓለይሂ ወሰለም ድማ፣ ንዓኣተን ብፍሉይ ረኺቡ ይምህረንን ይዝትይን ሓንቲ መዓልቲ ፈሊም እብን ልሓጀር ረቢ ይርሓሙን ነዚ ኣብ ላዕሊ ዝተኸስናዮ ሓዲስ ኣመልኪቱ ክገልጽ እንከሎ ከምዚ ይብል ተመሳሳሊ ሓዲስ ብሳህል እብን ልኣቡ ሳልሕ ተተሪኹ ብኣቡ ሁሬራ ዝተመሓላለፍን ብመሰረት ሓዲስ ረሱል ሰለላሁ ዓለይሂ ወሰለም እንራኸበሉ ቦታ ኣብቲ ቤት እንዳ እከለ እከለ ይኹን በልዎም እሞ ናብኡ ብምኻድ ድማ መሃርዎ። ካብዚ ሓሊዩ እየስ እዚ ደቂ ኣንስትዮ ኣብ ቤተን ክመሃራ ከም ዘለወን ክንርዳእ ንኽእል። ካልእ ኣንስቲ ሰሓባ ዲነን ሃይማኖቶን ንኽፈልጣ ብዝነበረን ህንጡይነት ማዕረ ክንደይ ዓብዪ ምንባሩ እውን የርእየና። ስለዚ ዳዕያታ ወይ መራሕቲ ስድራቤታ ንዕልሚ ናብቶም ደቂ ተባዕትዮ ጥራሕ ምስ ዘቕንዑ ዓቢ ጉድለት ምዃኑ ክንርዳእ ንኽእል። ገለ ገለ ኣንበብቲ ንስድራቤትናስ ሕራይ ናብ ሓደ መኣዲ ፍልጠት ጸዋዕና ኢና፣ ግን እንታይ ኢና ክንምህሮም፣ በይንና በየንና ክንጅምር ዝብል ሓሳብ ከምጽኡ ይኽእሉ እዮም። ንኣባላት ስድራቤትኩም ብሓፈሻ ንደቂ ኣንስትዮ ድማ ብፍላይ ነስተምህሮ ኣነ ብቕልል ቅልል ብዝበለ መደባት ክትጅምሩ'የ ዝመኽሮ። ነቲ መደብ ንምክያድ ነዞም ዝስዕቡ መጻሕፍቲ ምውካስ ይከኣል። ተይሲር ኣልከሪም ኣልራሕማን ፍ ተፍሲር ከላም ኣልመናን ዝብል ኣርእስቲ ዝተዳለወ ኤምሊ ኣስዓድ ረቢ ይርሓመሉ ዘዳለዎ ተፍሲር እዚ መጽሓፍ እዚ ኣብ ሸውዓተ ቅጽታት ዝተዳለወ ኮይኑ ብቕልል ዝበለ ቅዲ ኣጸሓሕፋ ስለ ዝተዳለወ ገለ ምዕራፋት ወይ ክፋል ናይቲ ጽሑፍ እናመረጽካ ክትምህሮም ትኽእል። ሪያድ ኣሳሊሕ ኣብ ዝተጠቕሰ ሓዲስ ንመብርሂ ዝተዋህበ ሓሳባትን ካብኡ እንጠቕሶም ትምህርትን ክንዝተየሎም ንኽእል። ኑዙላት ኣልሙተቒን ዝብል መጽሓፍቲ እውን ክንውሰኽ ንኽእል ኢና።

ብዓሊ ሰዲቕ ሓሰን ካሃን ዝተዳለወ፣ ብፍላይ ንደቂ ኣንስትዮ ናይ ፊቒ ኣሕካማት፣ ፍርድታት፣ ንኣብነት ብዛዕባ ጠሃራ፣ ወርሓዊ ጽግያት፣ ድሕሪ ሕርሲ ዘሎ ምፍሳስ ደም፣ ሰላት፣ ዘካት፣ ሲያም፣ ሓጅ፣ ክተካይድ ትኽእል እንተ ኾይና፣ ንመግብታት ዝስተ ነገራትን ዝምልከት ምስ ክዳውንታን ምኽዳን ዝተታሕዘ ብዛዕባ ስልማትን፣ መጋያይጻትን ሱናን ኣልፈጠራ ንመሕሪማ ብዝምልከት ዝተዋህበ ፈርድታት ሙሕሪም ዝበሃል ዘመድን ሙሕሪም ዘይኮነ ዘመድን ኣየነኦም እዩ ንሙዚቃ ደርፊ ስዕልታ ወዘተ ነዚ ዝኣመሰሉ ፍልጠት ንምቕሳም ኣቐዲሞም ናይ ዝተዋህቡ ፈትወታ ትንተናታ ዑላም ንኣብነት ፈትዋታት ትንተና ሸኽ ዓብዱልዓዚዝ ኢብኒ ባዝ ሸኽ መሓመድ ኢብኒ ሳልሕ ኣልዑሰሚያ ረቢ ይርሓመሎም ካልኦት ምጥቃስ መገብቲ ምንጭታት ክኾኑልና ይኽእሉ እዮም። እዚኣቶም ድማ ብመልክዕ ስነ ጽሑፍ ዝተዳለዉ ብድምጽታ ዝተቖርጹን ኮይኖም ዝርከቡ እዮም። ምቹው ናይ ምስታፍ ዕድል እንተለወን ኣብቲ ቕኑዕ ዕላማ ደለይቲ ፍልጠትን ዝወሃበሉ ህዝባዊ ሰሚናታት ማሕደራታት ምስ ዝሳተፋ ዝተፈላለዩ ኣማራጺታት ክህልወን ይሕግዝ። ብፍላይ ኣብዚ ግዜ እዚ ድማ ዝተፈላለዩ ቪድዮታት ከም ዩትዩብ፣ ቲክቶክ ከምኡ'ውን ቴሌግራም እዚ ኹሉ ወሳባ ኣብዚታት ሙሓዶራታት ብዝተፈላለየ ስለ ዝካየድ ኣብቲ ቁኑዕ ሙሐደራታት ክሳተፋ ምግባር እውን ንሳተን እውን ባዕላተን ክሳተፋ ምኽኣል። መደባት ሬድዮ ምክትታልን ከኣ ካልእ ፍልጠትን ዘደንፋዓሉ ሜላ እዩ። ንኣብነት መደባት። ኢዛዓት ኣልቁርኣን ኣልከሪም ክሰምዓ ክነዘኻኽረን ኣለና። ብመምርሒታት ሸሪዓ ተሰንየን ግቡእ ኢስላማዊ ኣከዳድና፣ ቅኑዕ ሕጃብ፣ ወዲን፣ ተኸዲነን ናብ ኢስላማዊ መጽሓፍቲ ዝሸጠሎም ቦታታት ክንወስደን ከኣ ጽቡቕ እዩ። ለበዋ ቁጽሪ ትሽዓተ ኣብ ቤትካ ኢስላማዊ ቤት ንባብ ግበር። ኣባላት ስድራቤትካ ኣብ ዲኖ፣ ኣብ ሃይማኖቶ፣ እስልምና፣ ዘለዎም ኣፍልጦ እትዕብየሉ ካልእ መንገዲ ድማ ኣብ ውሽጢ ቤትካ ቤት ንባብ ክህልወካ ምግባር እዩ። ኣዝዩ ዓቢ ቤት ንባብ ክኸውን ኣለዎ ኢልካ ግና ኣይትሸገር። እቲ ቀንዲ ዘገድስ መሃርቲ መጻሕፍቲ ምቕራብ እዩ። እዞም መጻሕፍቲ እዚኣቶም ብቐሊሉ ክርከቡ ኣብ ዝኽእሉሉ ቦታታት ምድርዳሮም ድማ ኣባላት ስድራቤትካ ንኸንብቡ ስለ ዘተባብዖም ክዓስቡሉ ዘለዎም እዩ። ስለዚ፣ ከብሒ መጻሕፍትኻ ኣብ ሓደ ሓደ ጽሩይ ኩርናዓት መጅሊስካ፣ ሳሎን፣ ብጽፈት ሰሪዕካ ክተቐምጦ ትኽእል ኢኻ። እዚ ምቹእ እንተ ዘይኮይኑ፣ ኣብ መደቀሲ ክፍልኻ ወይ ኣብ መቐበሊ ጋሻ ኣዋድድ። ብኻልእ ኣዘራርባ ብቐሊሉ ኣብ ዝረኣን ቀጻሊ ንምንባብ ካብ ዘተባብዕ ቦታ ኣግበሮ። ሽዑ እቲ ኩነታት ባዕሉ ስለ ዝርድኦም ካብቲ ከብሒ እናመዘዙ ንምንባብ ኣይግሽገሩን እዮም። ኣስተውዕል፣ ኣስተውዕሊ፣ ኣላህ ስብሓነሁ ወተዓላ ኩሉ ነገር ብዝጸፈፈ መልክዑ ክፍጸም እዩ ዝፈቱ። ስለዚ ንግበሮ ኣይነጸቦ እኳ ኣይትግበሩ፣ ብኣጋባብ ጽፉፍን ስሩዕን ወዳበ ዘለዎ ቤት ንባብ ጌርካ ህነጽ። ደቅኻ ብተወሳኺ መጽናዕትታት ንኸያካይዱ ምእንቲ ክሕግዞም ከኣ መወከሲታት ግበረሎም። ቆልዑን ዓበይትን ደቂ ኣንስትዮን ብሓባር ዝጥቀሙሉ ቤት ንባብ ንኽኸውን ድማ ኣብ ኩሉ ክሊ ዕድመን ጾታን ንዝርከቡ ዘገድስ መጻሕፍቲ ከም ምሓዝ ግበር። ካብዚ ሓሊፉ ንዝበጽሓካ ኣጋር ኣዕሩኽትኻን መዓዙትካን ደቅኻን ከም ህያው ዝወሃብ መጻሕፍቲ ክህሉ እንተ ዝኽእል እውን ጽቡቕ እዩ። መጻሕፍትኻ ድማ ብመሳጢ ኣዋንብ ዝተዳለዉ ምንጪ ዝሕብሩ ኣሕዳስ ዝድቁሱን መርትዖታትን ደሊላትን ዝቕረበሉ መጻሕፍቲ ክኸውን ከም ዝግባእ ኣቐዲምካ ሕሰቦ። ኣባላት ስድራ ቤትካ ንዝደለይዎ መጻሕፍቲ ብቐሊሉ ንኽረኽቡ ኣሰራርዓ ናይቶም መጻሕፍቲ ብርትዓት ተወዲቡ ክቕመጣ ዝከኣል እንተኾይኑ ድማ ነናይ በይኑ ከብሕታት መጻሕፍቲ ፈላሊና ንኣብነት መጻሕፍቲ ተፍሲር በይኑ መጻሕፍቲ ሓዲስ መጻሕፍቲ ፊቕህን ካልኦትን ኣብ ነናቶም ከብሕታት ክቕመጡ ብሉጽ ውዳቤ ካብዚ ሓሊፉ መጻሕፍቲ ብስሩዕ ኣሰራሪዕኻ ፊደሎም እውን ብናይ ንባብ ሓባሪ ታርትኦም ምስ ዝድርደሩ ንምርካብ ዝያዳ ምቹእ ይኸውን። ኣብ ዓውዲ መጻሕፍቲ ተሞክሮ ዘለዎም ሰባት ብምውቃስ ብርግጽ ወሃ ዘበለ ናይ ገዛእ ርእስኻ እስላማዊ ቤት ንባብ ክትፈጥር ትኽእል ኢኻ። ብዙሓት ካብኣቶም ኣብ ኣባይቶም ኢስላማዊ ቤት ንባብ ንኽገብሩ ዝደልዩ ሰባት ብዛዕባ ኣገደስቲ ኣርእስታትን መጻሕፍቲ ክሓቱ ይኽእሉ እዮም። ሒደት ካብዚኣቶም ክንጠቅስ። ንተፍሲር ዝምልከቱ መጻሕፍቲ ቁጽሪ ሓደ ተፍሲር ኢብን ኣልከይሰር፣ ቁጽሪ ክልተ ተፍሲር ኢብን ሰዒድ፣ ቁጽሪ ኣርባዕተ ዘባዕድ ኣልተፍሲር ኣል ሻኣኩ፣